ክቡራትን ክቡራንን ተኸታተልትና ከመይ ሓዲርኩም? ዘለናዮ ቅነ ኣብ ታሪኽና ብርዝነቱ መዋዳድርቲ ዘይርከቦ እቲ ንዘመናት ዝቐጸለ ባዕዳዊ መግዛእቲ መኸተምታ ዝተገብረሉ ቅነ ናጽነት እዩ። ናይ ሎሚ ዓመት ጽንብል ናጽነትና ኣብ እዋን እዚ ዓለም ለኻዊ ሓደጋ ዝኾነ ለበዳ ኮሮና ቫይረስ ይበዓል ብምህላዉ ዝኽርናን ክብርናን ከካብ ቤትና እዩ ክኸውን። ብወገንና ነዚ ክቡር ቅነ ዘንጸባርቑ ዝተፈላለዩ መደባት ኣዋዲድና ናባኹም ከም እነቕርብ እናራጋገጽና፣ ንኹሉ ኣብ ውሽጥን ወጻእን ብምዃን ንለበዳ ኮሮና ቫይረስ ዝምክት ዘሎ ኤርትራዊ ርሑስ ቅንያት ናጽነት ንብል። በሉ ሕጂ ኣብዛ ፈላሚት መደብ ናይ ሎምዓልቲ ዝኾነት መደብ ንልቦና ብግጥምታትን ዜማታትን ዝደመቐ ፍሉይ ትሕዝቶ ክቐርብ እዩ። ክትከታተሉ ዝዕድመኩም ኣቕራቢ እዚ መደብ ኢዮቤል ጽገሃንስ።

ተበሃጊ ህዝባዊ ኣውደኣመት! ህዝቢ ኤርትራ ንመበል ዕስራን ትሽዓተን ዓመት ናጽነቱ ንብርቱዕ ሃገራዊ ፍቕሩን ጥምረቱን መካትያትኡን ደጊሙ ብዘንጸባርቕ ውዕዉዕ ስምዒት ብዝበለጸ ድምቀት፣ ማዕርግ፣ ባህታን ሓጎስን ክጽምብል እዩ። መዓልቲ ሃገራዊ ናጽነት ኣብ ኩሎም ህዝብታት ብድሙቕ ስነ-ስርዓት ክጽንበል ባህርያውን ንቡርን እዩ። ዕስራን ኣርባዕተን ጉንበት ዕለተ ናጽነት ኤርትራ ግን ድምቀታ ሕልፊ ኣለዎ። ተኣምራታዊ ታሪኽ ጅግንነትን መንነታዊ ሓበንን ዘመንጭዎ ፍሉይ ድምቀት ህዝቢ ኤርትራ ምስቶም ብገዚፍ ፋይናንስያውን ወተሃደራውን ድጎማን ቀጥታዊ ሱታፌን ኣብ ጎድኒ ገዛእቲ ኢትዮጵያ ኮይኖም ዝተረባረብዎ ናይ ምዕራብን ምብራቕን ርእሰ ሓያላን ገጢሙ ጥንግናግ ዓለማዊ ውዲት ፈንጢሱ፣ ዝተመንዘዐ መሰሉ ንምርግጋጽ ኣብ ዓለምና ብጽንኩርነቱ ዛጊት መዳርግቲ ዘይተረኽቦ ሓርነታዊ ተጋድሎ ዘካየደ፣ ድሕሪ ናጽነት ልኡላውነቱ ንምኽባር ከቢድ ዋጋ ዝኸፈለ ህዝቢ'ዩ። ኣብዚ መዘና ኣልቦ ቅያን ጅግንነትን ኤርትራውያን ዝተመስከረሉ ነዊሕን ጽንኩርን ገድሊ ንናጽነትን መኸተ ንምዕቃብ ናጽነትን፣ ነፍሲ ወከፍ ስድራቤት ኤርትራ ብሂወትን ኩሉ ዓይነት መስዋእትን ሞባእ ከፊላ እያ። ዕለተ ናጽነት ህዝቢ ኤርትራ ፍልይትን ዕዝዝትን ዝገብራ ምኽንያት እምበኣር መላእ ህዝቢ ረዚን ዋጋ ከፊሉ ዘራጋገጻ ህዝቢ ዝዋንኣ እተሕብን ናጽነት ብምዃና እዩ። ጽንብል ናጽነት ኤርትራ ዜጋታታ ብሩሱን ሃገራዊ ፍቕርን ጥምረትን ዝጽንብልዋ ህዝባዊት በዓል እያ። ሓያል ህዝባዊ ስምዒትን ታሪኻዊ ሓበንን ዝሰረቱ ህዝቢ ዝዋንኡ ካብ ህጻን ክሳብ ብምርኩስ ዝሳለ ሽማግለ ሰማእታቱ እናዘከረ ስለ ዝጽምብሎ ድማ መመሊሱ እናማዕረገን እናሰብቀለን ክኸይድ ግድነት እዩ። ህዝቢ ኤርትራ ኣብ ዝሓለፈ ዕስራን ሸሞንተን ዓመታት ልደት ናጽነቱ ኣብ ዝጽምብለሉ ዝነበረ እዋን ዝነበረ ደረት ኣልቦ ሓጎስን ፈንጠዝያን ሎሚ ዋላኳ ብሰንኪ ለበዳ ኮሮና ቫይረስ ብተመሳሳሊ መንፈስ ክድገም እንተዘይተኻእለ፣ ነቲ ኣብ ዝኾነ እዋን ክብታኡ ፍጹም ዘይጎድል ብርቱዕ ሃገራዊ ስምዒት፣ ስጡም ሃገራዊ ሓድነትን ኣብ ግዜ ብድሆ መሊሱ ዝሕይል ጥምረት ህዝቢ ኤርትራ ዝምስክር በዓል ናጽነት ይጽንብል ከምዘሎ ግን ክስመረሉ ይግባእ። እዚ ድማ ልቢ ኣፍቀርቲ ሓርነት ኣረስሪሱ ንተጻባእቲ ሓርነት ተስፋ ዘቑርጽ እዩ። ምስጋና ነቲ ጽምብል ሓርነቱ ናብ እምብዛ ተባሃጊ ህዝባዊ ኣውደኣመት ዝቐየረ መጸበቕ ውራዩ ለባም ህዝብን ሓይልታት ምክልኻልን ኤርትራ። ምስጋና ነቶም ኣብ ከቢድ ምክልኻል ለበዳ ኮሮናቫይረስ ተጸሚዶም ዝርከቡ ጀጋኑ ሰብ ሞያ ጥዕና። ምስጋና ነቶም መዓልትን ለይትን ንጽባቐ መዓልቲ ናጽነትና ዝጸዓቱ ስነ-ጥበበኛታት ሃገርና።

ናጽነት ከይዓርቕ ከይቆርር ከይደንን ከይሹቕረር ደኺመ ከዕርፍ ከይድራዕ ከይስከፍ ጸሚኤ ክረዊ ሓሚመ ክሓዊ ተጠምየ ክዕንገል ኣብ ትሕቴኺ ከጽልል ክድሕን ካብ ዕግርግር ብህድኣት ክነብር ክመሃር ክፈልጥ ብሉጽ ሞያ ክሕዝ ኣበርክቶይ ክዓቢ ትሕዝቶይ ክዓዝዝ ሰላመይ ክረጋገጽ ሃገረይ ክሃንጽ ከስተማቕር ፍቕሪ መጻምድተይ ክሓሪ ክዛነ ክስዕስዕ ክሕበን ክኾርዕ ዝጉዓዝ ብእምነት ስለኺ እዩ ነይሩ ናጽነት ንዓኺ ኣሚነ እወ ተኣማሚነ ስለኺ ንኣኺ እወ ምእንታኺ ንዓኺ ክረክብ ኣትየ ኣብ መጻብብ መሲለ ንሳረት ተኸዲነ ሕመት ወጺኤ ንግዳም ተጓዒዘ ድቕድቕ ጸላም ተወጊኤ እሾኽ ዓጋም ተሓጺበ ብደም ተጻዊረ ሕሰም ተነፊገ ሓመድ ኣዳም ደቂሰ ኣብ ኳዅቶ ተተርኢሰ ሓዊ ለይቶ ምስ ተመነ ዕንቅርቢት ኣብ ኣጻድፍ ገደል እናበለየ ዕድመይ ምስ ጠበቐ ገበል ናይ ህዝበይ መግዛእቲ ካብ ሱሩ ክንቀል ብዘይ ተስፋ ምቑራጽ ኩሉ ሳዕ ዝጋደል ኣለኹልኪ ዝብል ስለኺ እዩ ነይሩ ዋላ እተመረረ ዋጋኺ ኸቢሩ ብዙሓት ቀያሕቲ ናጽነት እናዘመሩ ደቅኺ ብሓባር ህይወት እናገበሩ ነዛ ህላዌኺ መስተንክር እናሰገሩ ሳላ ዝሓለፉ ምእንተኺ ዝተቐብሩ ረኺበኪ ናጽነት ሓሳበይ ሰሚሩ ሰላም ሰፊኑኪ እረይ ንሓዋሩ ዓውዲ ሓርነት ንስለ ፍትሒ ልሳን ንኸይልጎም መቕዘፍቲ ህፃናት ዘመነ ሄሮዶስ ከይድገም ኣስራ ከይርሕቕ ከም ጨው ብማይ ከይትሓቅቕ ናይ ሞትን ሕየትን ገጢሙ በትረ ሙሴ ኮይኑ ንባሕሪ ጨዲዱ ሓንት እያድ ሓዊ ባርዕ ዝፈጠረ መርሃዊ ንስሌኣ እንድዩ ንስሌኣ ንስለ ነጻነት እታ ቁልዒ ሓዊ ብዘይታ ድሌት ድኻም ጥምየት ኣብ ጎኑ ሰሚረን መኻልፍ ክኾና ኣእዳወን ዘርጊሐን ንሱ ግን ከይጃጀወ ክንድዚ መረሸ ነቲ ቀዝሒ ኣሳሒታ ኣብ ዝባኑ ኣጽሒዉ ነቲ ውዑይ ዓረር ግንባሩ መጥዩ

ግንቦት ዕለተ ምርግጋጽ ሃገራዊ ሓርነትን ልኡላውነትን ኤርትራ፣ ረዚን ምዕራፍ ገድሊ ናጽነት ዓጺና፣ ካብኡ ዝተርነዐ ምዕራፍ ገድሊ ሰላም ዝኸፈትናላ ወርሒ ጽንዓት፣ ጻዕርን ሰላምን እያ። እተን ናብዚ ምልኣት ባህጊ ዘብጽሓና መስገደላት፣ እተን ናብቲ ዝኸበደ ዝተሓላለኸን ዳግማይ ሃገራዊ ዕማም፣ ዘሰጋገራናን ዝበዳሃናን ዕለታት፣ ወርሓት፣ ኣብ ልብታትና ቦታ ክንሓዘለን፣ ኣብ ዝኽርታትና ዝረሓበ ስፍራ ክንህበን፣ ኣብ መንፈስናን መርሓናን ኣብ ሓሳብናን ዕዮናን ኣብ ውሳኔናን መንገዲ ውሳኔናን በሪኸን ክነብራ ይግባእ። ዕለተ ናጽነት፣ ዕለተ ሰላምን ፍትሕን፣ ልደት ሰብኣዊ ክብረትን ቁጠባዊ ሓርነትን'ያ። ሳላ እዛ ዕለት፣ ኣብ ገዛእ ማእገርና ጸኒዕና ደው ኢልና፣ ድነ ራዕድን ግዝኣትን ቀንጢጥና፣ ሃገራውን መንፈሳውን ሓርነትና ተጓናጺፍና። እዚ ጉዕዞ'ዚ ግን ልሙጽ ኮይኑ ኣይጸንሓናን። ስለዚ ባህጊ ኣብ ነፍሲ ወከፍ ብሉጽ ወለዶ ተኸፊሉ። ስሌኣ ውሉዳ ሰንኪሉ። ዓሰርተታት ኣሽሓት ተሓይሮም። ምእንቲ ሓርነት ነፍሲ ወከፍ ስድራ ድማ ልዕሊ ዓቕማ ተሳቕያ፣ ተሰዊኣ፣ ተበታቲና'ያ። ሳላ እዚ ዋጋ እዚ እዩ ድማ ጉዕዞ ቃልስና ናብ ዝበረኸ ናሕሲ ብዝዓረገ ዘሐብን ታሪኽ ተዛዚሙ። ክብረት ነዛ ኣደ ክብረት ዝኾነት ዕለት! ህዝቢ ኤርትራ ኣብ ቅንያት ናጽነት ነዛ ርእሲ ኩለን ዕለታት ማዕረት ዝግባእ ንኽጽንብላ ማዕረት ደስ ደስ ከኣ እዛ ረዛን ዕለት ንእተዘኻኽሮ ሓላፍነት መብጽዕኡ ብቓልን መንፈስን ከጽንዕ ናጽነቱ ብሓያል መንፈስ ክስልምን ክድርዕን ምስ ሰማእታቱ ብቋንቋ ግብሪ ክላዘብ፣ መጻእቲ ወሎዶታት ብሓይሊ ጽንዓት ርህዩዎም ብሑቕፊ ሓድነት ማሚቖም ዝሕበኑላ ሃገር ናጽነትን ቁጠባዊ ሓርነትን ንምህናጽ ለይትን ቀትርን ኣስሚሩ ይሰርሕ ኣሎ። ከምቲ ኣብ ልቢ ነፍሲ ወከፍ ንኽሰፍር ብልክዕ ዝጽዕረሉ ዘሎ እቲ ራኢ ግድን ክኸውን'ዩ። ሕጂ ውን ንእንርከበሉ ፈታኒ እዋን ብልዑል ንቕሓትን ሓያል ስራሕን መኪትና ክንስዕር ግድነታዊ ሓላፍነትና እዩ። ማዕረ መኸተ ንኲናት ኮሮና መኸተ ልምዓትና ብዓጸፋ ኣሐይልና ክንሰርሕ ኢና። ሎሚ ውን ቃልና ሓደ ብተግባር ዝሰመረ እዩ። እናመከትና። ክንስጉም
ኢናናጽነትንገርኒ ኩሉ ዝሓለፈ ንስሌኺ ነይሩ ጅግና ዝተኾልፈ ብቃላት ኣይገልጾን እየ ደሪሰ ጽሒፈ። ፍረ ከርስኺ ዝናር ዝኸበቦ ኣዘንትውለይ ቅያኺ ደጋጊመ ከንብቦ ዓንትዋጋ ረዚን ታሪኽ ጽንዓትኪ ይበርኽ ፈልፋሊ ንያታ ወትሩ ተዘካሪ እናሓደረ ዝኹላ ኤርትራዊ ክብሪ ዱልዱል ዝዓንድኺ ዘንቲ ዕለት ነባሪ መስተንክራዊ ቅያኺ ጽንዓት ዝወረቖ ሓያል መትከል ጅግና ዝወደቖ ንገርኒ ልዋመይ ፍሬኺ ክሰንቆ ዓጉል ዓለዔን ናሻ ወቅቢ ፍረ ከቢድ መስዋእቲ ናይዚ ኩሉ ዓስቢ ኣብ ውሽጥኺ ኣሎ ሓያል ምስጢር ኣብ ሕቑፍኺ'የ ዝማሙቕ ናጽነት ኢለ ይዝምር ይሕንቅቕ። ደገኽ እሞ ንዘለኣለም ይብረቕርቕ ብርሃን ኩሉ ዜጋ ይኩሓል ይሰለም ይናሻዕ ይወረቕ ኣንቲ ኮኾብ ሰማይ ፍረ ሓያል ጻዕሪ ጽንዓት ተቐኒትኪ ኣርኢኺ ብግብሪ ቀንዴል ልበይ ናይ ጽንዓት መኣዲ ኣኽሊል ደፊእኪ ኣኽሊል ዝፋን ዘውዲ ኣዳራሽ ክትኹልዑ ግርማ ተሰሊሙ ረዚን ታሪኽ ዘይሃስስ ቀለሙ ስፍራ ክብ ዕምባባታት ኣጊጹ ወቂቡ ገሪሙ እዚ'ዩ ትባህታ ናጽነት ትርጉሙ ሓቦ ሞራል ነይሩ ጽኑዕ መትከል ስንቂ እምነትኪ'ዩ ነይሩ እቲ ሓቂ ፍሬኺ ዓምቢቡ ናጽነት ድመቒ። ኩቡር ስምኪ ዘልኣለማዊ ጅግና ኣቲ ወልዲ መርሃዊ ለውሃት ዕንግሊዝ ሳምራዊ መዳርግቲ ኣልቦ ሓበን ኤርትራውያን ሓለፋ ኩሉ ብርሃን ዓይኒ ብሌን ንስኺ ዘይብሉ መቐረት የብሉን ናይ ጽንዓት መኣዲ ፍረ ትስፉው ዘመን እንሆ እኮ ሓይሊ ክብ ጽንዓት ይድኮን ብዓል ኪውርቕ ዕስራ ዓመት ሓበን ሞያኺ ክቡርዩ ብምንታይ ክምዘን ሰጉምለይ ሰጉምለይ ወይኖ ወለል በሊ ሸነን።
ደልየኪ ናጽነት! ኣብቲ ውዲት ናይ ኑዲያት ዋዕላ ጻዊዒት ሞት ንገረብ ብሓኽላ በጽሐ ኔረ ኣብ ብርከይ ዘስተንፍስ ኣብቲ ንቕሎ ንፍትሒ ክርፍስ ናጽነት ደልየኪ ናጽነት ረኺበኪ ድማ ኣብ ዳግማይ ትንሳኤ ኣሚነ ብዕላማ ኣብታ ሓመድ ድበ ሞትኪ እናተረድኤ ኣይነባዕኹን ውሽጠይ እናተጎድኤ ናጽነት ሽዑ ምስልኺ ኻብ ዓይነይ ድምጽኺ ኻብ እዝነይ ምህጣሙ መኣስ ኢደይ ሂበ መኣስ ተሰኒፈ እኳ ደኣ ስለ ሰብኣውነት ሰብ ምዃን ገዲፈ ደልየኪ ናጽነት ረኺበኪ ድማ ኣብ ዳግማይ ትንሳኤ ኣሚነ ብዕላማ ስምኪ ካብ ልሳነይ ምስልኺ ካብ ዓይነይ ከይረሓቐ ካብ ክምስታ ኣስናነይ ጸሓይኪ ናብሪቐ ሰማየ ሰማያት በሪረ ከም የዕዋፍ ኣብ ትግብታ ነዲደ ኸም ጥዋፍ ደልየኪ ናጽነት ረኺበኪ ድማ ኣብ ዳግማይ ትንሳኤ ኣሚነ ብዕላማ እታ እታ ናይ ሽዑ ዓለም ጸሓይ ሞት ዘብረቐት ፍትሒ ኣብ ልሳና ካብ ጣፍ ምስ ደቐቐት ካብተን ከዋኽብቲ ነታ ዝደመቐት ካብተን የዕዋፍ ሰማይ ነታ ዝጸበቐት ከናዲ ጥዑም ምቕባጽ ለሚደዮ ሽዑ ጽባቄኺ ከይቅይር መልክዑ ናጽነት ደመና ጥፍኣትኪ ንኽዘርግ ዋሕዚ ደመይ ሰማይ እንተዘይዓርግ ጭፍራ ቀበርትኺ ንኽብትን እንተዘይኣቱ ኣብ ሓውን ኲናትን ንስኺ ምሃልኽን ኣነይ ምሃልኹን ኣኽሊልኪ ክደፍእ ኣይምተሓረኹን ናጽነት ደልየኪ ናጽነት ረኺበኪ ድማ ኣብ ዳግማይ ትንሳኤ ኣሚነ ዕላማ
ብጾተይ ከም ካብ ዓጺድ ቀሪም ዝተረፉ ብጾተይ፣ ከም ካብ ብሱል ጥረ ዝወጽኡ፣ ገጽኪ ይሕልዉ ኣለዉ እሞ ክትነብዒ ይስቀቑ፣ ንዕኦም ሕሰብለይ ምትራፎም ከይጸርኩ። ከምቲ ትምንንዮ መባእ ንጽድቂ፣ መባእ እንዲኣነስ መባእ ስለ ሓቂ፣ ኣመና ክቡር እዩ ናጽነት ዋግኡ፣ መባእውን ንቡር እዩ ከይምለስ ቅፍኡ።

ህዝባዊ ወፍሪ ወትሩ ተዓዋቲ እዩ። ኣብ ኩሉ መዳያዊ ልምዓት ሱር በተኽ ለውጢ ንምምፃእ ዝተወጠነ ዓቢ ሃገራዊ መደብ ምስ ራእይን ዕዮን ዝተኣሳሰር እዩ። እዛ ክቡር መስዋእቲ ከፊልና ዝረኸብናያን ህላወኣን ቀጻልነታን ንምውሓስ ዳግማይ ዋጋ ዝተሓተትናላን ሃገር፣ ምስቲ ዝኸፈልናዮ ክቡር ዋጋ ብዝዳረግ መገዲ ተሃኒጻን ለሚዓን እንክንርኢ ናይ ኩልና ባህግን ትምኒትን እዩ። ነዚ ራእይ'ዚ ናብ ግብሪ ንምቕያር ከኣ፣ ካብቲ ልሙድ ኣካይዳ ብዝቐልጠፈ ብምምራሽ ነቲ ዝጠፍኣ ግዜ ንኽንትክእ ብተዓጻጻፊ ጻዕርን ስራሕን ዝያዳ ከነበርክት ከም ዘድልየና ህዝቢ ኤርትራ ካብ ጽባሕ ናጽነት ጀሚሩ ዝተገንዘቦ ሓቂ እዩ። በዚ መንፈስ እዚ ናብ ሃገራዊ ህንጸት ዘንቀደ ህዝቢ ኤርትራ ኣብ ኣህጉርና ብርቂ ዝኾነ ቁጠባዊ ዕቤት ኣመዝጊቡ እዩ። ኣብዚ ዝሓለፈ ናይ መኸተ ዓመታት ድማ ብሓደ ኢዱ ጠበንጃ በቲ ሓደ ኢዱ ኣፍ ራዛ ሒዙ ንወፍሪ ልምዓትን መኸተን ብሓደ ከሰጉሞ ጸኒሑ ኣሎ። እዚ ካብቲ ንራእይ ክውን ንምግባር ዘለዎ ጥሙሕን ድሌትን ድማ ይብገስ። እዚ መንፈስ ሃገር ሓድሽ ዘይኮነ መቐጸልታ ናይቲ ኣብ እዋን ሰላምን ኲናትን ከነካይዶ ዝጸናሕና ልምዓታዊ መደባት እዩ። ሓደ ካብቶም ነዚ ከምዚ ዝኣመሰለ ዓቢ ሃገራዊ ናይ ልምዓት መደብ እዚ ንምብጋስ ዘተባብዑ ረቋሒታት እውን እቲ ኣብዚ ዝሓለፈ ናይ ምኽት ዓመታት ዝተሰላሰለ ልምዓታዊ ስራሓትን ንሱ ዘግሃዶ ኣመታትን እዩ። ፍሉይነት ናይዚ ልምዓታዊ ስራሓት እምበኣር ንኹሉ ናይ ልምዓት ሴክተራት ጠሚሩ ብምሓዝ ኣብ ኩሉ መዳያት ቅልጡፍ ለውጢ ንምምጻእ፣ ዝዓለመ ስለዝኾነን ነቲ ዘሎ ዓቕምታት ሃገር ብምውህሃድ ብኣድማዕነት ክንጥቀመሉ ብዝኽእል ዝበለጸ ኣወዳድባ ዝብገስ ዘሎ ብምዃኑ እዩ። ስለዚ ናይታ ሃገሩ ኣብ ዝሓጸረ ግዜ ለሚዓን ሰልጢናን ዜጋታታ ብራህዋ ዝነብሩላ ሃገር ኮይና ክርኢ ሃረር ዝብል መላእ ህዝቢ ኤርትራ ድሌት ብዕዩኡን ብራእዩን ንምብጻሕ እዩ።
ኣይድገምን'ዩ ምስልኻ ምስሊ ሰብ ኣብ ዕዳጋ ይርከብ ገለ ባህሪ ምስ ገሊኡ ይዋሰብ ምስልኻ ግን ልቢ'ዩ ቦትኡ ንጽንዓትካ የለን መሳሊኡ ንስኻ ዘይድገም ጅግና ሓደ እንዲኻ ኣብ ዕዳጋ ዘየለ ምስልኻ ንስኻ ኤርትራዊ በይኑ ኣብ በይኑ ወሃቢ ፍቕሪ ሓደ ምስሉ ምስሊ ሰብ ኣብ ዕዳጋ ይርከብ ምስልኻ ግን ምስ ሃገር ይዋሰብ ንስኻ ንሓመድ ትመስል ካብኡ እንዲኻ ንስኻ ንባሕሪ ትመስል ዋንኡ እንዲኻ ንስኻ ንሰማይ ትመስል ናቱ እንዲኻ ንስኻ ንደም ትመስል ኣካል እንዲኻ ትደጋገም ካብ ልቢ ናብ ምድሪ ትደጋገም ኣብ ዕምሪ ኣብ ፍቕሪ ትቑነን ምስ ርእስን ሓንጎልን ትጠናነግ ምስ ሱሩን ኣንጉዕን ንመን ትመስል ምስ መን ትመሳሰል ሰብ ኢናበሉኻ ከም እምባ ትትከል ፍቕሪ ኢሎምኻ ኣብ ልቢ ዝዓስል።
እምነ ሩባ ህዝቢ ጽኑዕ እዩ ኣብ መትከሉ ላንጋ ላንጋ ኣይበለን ኣብ ኣተንኡ ዝወላወል ንፋስ ኣይኮነን ንሃገሩ መጽናዕቲ ካርታ ሓቢሩ ገሊጹ ጆግራፋዊ ኣቀማምጣ ጸላኢ ሓቢሩ ይሰርሕ ነበረ ኣበየ በትኡ ሓፋሽ መትከል ዘለዎ ህዝቢ ኣብቲ ጨካን ተኻሉ ስርዓት ገዛኢ ኣይሰገእን ንሂወቱ ሂወቱ ንምጽዋት ከፊሉ መኒንዋ ንትንፋሱ ሓርነት ቢሂጉ ሚስጢራዊ ካርታ ሓንጢጡ ንዖኦም ተዃሉ ተመሲሉ ኣቃሊዕዎም ሚስጥሮም ተንቲኑ ሓበሬታ ንተጋደልቲ ንኮማንዶ ስልቲ ኤርፖርት ከቃጽሉ ሰላሳን ሰለስተን ነፈርቲ ቀሊል ኣይነበረን ኣብቲ ዕለት እቲ ቀሊል ኣይነበረን ስርሒቱ መጽናዕቱ ዝተኻየዶ ክንደይ ብልሓቱ ቀሊል ኣይነበረን ንሂወት ቅብጸቱ እንተተረኽበ ንሕልፈቱ ፈሪድዋ እዩ ንሓርነት ሂወቱ ናጽነት ክረክብ ብሂጉ፣ ዱልዱሊ ኣብ ዕላምኡ ጽንዓት ናቱ ሕልና ጌሩ፣ ተኻሉ ተጠንቂቑ ንናጽነት መገዲ ከፊቱ፣ ንሱ'ዩ ሓፋሽ ህዝባ ተርቢዕዎ ጸልማት መጋረጃ ጸሓይ ደሚቓ ተወሊዓ ድሕሪ ሰላሳ ዓመት'ያ በሪቓ። ጽኑዑ ሕጂ'ውን ኣብ ቃልሱ ህርኩት ንዳግመ ህንጻ ብነፍሱ ጭዓ እሾኽ ብተፈጥርኡ በሃሊ ዓሌት ኣይፈልን ንሓድነቱ እምነት ኣለዎ ኣብ መንግስቱ። ተሪርዩ ሓያል ብቕልጽሙ ነው ነው ጀው ኣይበለን ተዕለቢጡ ኔሩ ኣደራዕ መግዛእቲ ተጸቒጡ ሕጂውን ጽኑዕዩ ኣቶንኡ ፈሊጡ ሓድነት ዓቲሩ ናጽነት ዝተዓወተ ትሽዓተ ብሄራት ዝተጸምደ ተሪርዩ ኣብ ከውሒ መሰረት ዝተነድቀ ሕመረት ናጽነት እናጠመተ ብሓድነት ናጽነት ዝተዓወተ ታተይሉ ተኣምር ዝሰርሐ እግሪ ተኺሉ ምሉእ ዝረገጸ መስዋእቲ ንሓርነት ዝኸፈለ ስለ ናጽነት ከርተት ዝበለ ውሑድ ኣይኮነን ስለ ናጽነት ዝሓለፈ ዓወት ንሓፋሽ ኢሉ ትንፋሱ ዘሕለፈ ኣይግዛእን ኢሉ ብርኩ ዘይዓጸፈ ኣለም በቃኝ ኔሩ ምስ ናጽነት ዝወጸ ንሱዩ ሓፋሽ ህዝቢ ንሱዩ ምስጢር ዓቃቢ ንሱዩ ጎስጓሲ ቃልሲ ብተዃሉ ተመርሚሩ ቃሉ ዝኣቢ ንሱዩ ምስጢር ሰውራ ዓቃቢ ኣብ ጎዳጉድ ተደቢኑ ብዃረንቲ ነብሱ መንሚኑ በቲ ጨካን ገዛኢ ኣረመኔ ከብዱ እግሩ እግራ ተወቕዐ ስለ ናጽነት መኻን ዝኾነ ምስኩርዩ ከብዱ እግሩ እንተተረኤ መርትዖ እዩ ታሪኽ በሰላ ዝገደፈ ንሱ እዩ ሓፋሽ ህዝቢ ንሱ እዩ ኣውሊዕ ዕምባባ ንሱ እዩ ብርሃን ናጽነት ባህና ንሱ እዩ እምነ ሩባ ሓድነት ዓቲሩ ናጽነት ዝተዓወተ ትሽዓተ ብሄራት ዝተጸምደ ተሪር እዩ ኣብ ከውሒ ዝተነድቀ ጽኑዕ እዩ ጽኑዕ ዝነደቐ ኣኽሊል ዘውዲ ካባ ክብሪ ብልጽቲ ህያብ ናይ ስውኣት ሕድሪ እንታይ ክንብለኪ ብምንታይሲ ክንምስለኪ ብምህርቲ ቀውዒ እወ ብምህርቲ ቀውዒ ድሕርቲ ክረምቲ ምስ ዘሻቡብ ጸፍዒ ድምጺ ነጎዳ ምስ ዘስለምልም በርቂ ጸሊም ደበና ምስ መሬት ዝበናቑር ዋሕዚ ኣሕሊፉ በርሃዊ ዝብል ቆፎ ባህታ ክመልእ ንጥሙይ ዘዕንግል ምህርቲ እወ ናጽነት ንስሌኺ መራኽብ ዝስጥም ፈጣን ቀይሕ ባሕሪ ኣብራኽ ዝርምሽሽ ናይ መሬት ተፈንጃሪ ኣዒንቲ ዘጸልምት ናይ ጎኒ ተወርዋሪ ንዋት ዘዕኑ ሰማየ ሰማይ በራሪ ኣይጎስዐን ድዩ ኣርዑት ከዝልቕ ማሕዩር ክበትኽ ጽልሙት ተስፋ ከብርህ ድሙቕ ፋና ክውልዕ እሞ ብምንታይ ደኣ ኢና ክንምስለኪ ብቖጽሊ ጋባ ምስ እሸኹ፣ ብዕምባባ ጽጌረዳ ምስ ብልሑ፣ ብመቐረት መዓር ምስ ንህቡ። እወ!
እወ! ንናጽነት ምእንታኺ እንታይ ዘይተሓልፈ፣ ንስሌኽስ እንታይ ዘይተኸፍለ። ክብርቲ ዕንቊዶ ክንብለኪ? መዓስ እሞ ብኸምኡ ተረኺብኪ። ብኽቡር ዋጋ እምበር ዋግኡ ዘይትመን፣ እወ! ብመስዋእቲ። መስዋእቲ ናይቶም ኣሽሓት መስዋእቲ ናይቶም ኣሽሓት በላሕቲ መስዋእቲ ናይቶም ኣሽሓት ተካእቲ ናጽነት ናጽነት ብምንታይ ትግመቲ ብምንታይ ትምሰሊ ከም ኣብ ወሰን ወሓዚ ዝበቖለት ተኽሊ ቆጽላ ዘይረግፍ ጎርፋዕፋዕ በሃሊ ፍሪኣ ዘይምኖ ቁመታ መጽለሊ እወ ናጽነት ሳላኻ ዶ ኣይኮነን እቲ ፋሕ ዝበለ ገለን ካብ መግዛእቲ ከምልጥ ገለን ንመግዛእቲ ክሕምሽሽ ዝተበታተነ ኣብ ጽላል ክንድኡ ዝተኣኻኸበ ዝተመያየጠ ናጽነት ኣኽሊል ዘውዲ ካባ ክብሪ ኣኻኻቢት ናይ ስውኣት ሕድሪ እንታይ ክንብለኪ ብምንታይሲ ክንምስለኪ ምስጢረ ህላዌ መግለጺት መንነት ዶ ክንብለኪ

ንሎሚ ተዳልዩ ዝነበረ ትሕዝቶ መደብ ንልቦና ኣብዚ ይዛዝም ኣሎ። መደባት ድምጺ ሓፋሽ ኤርትራ ኣገልግሎት ትግርኛ ጌና ክቕጽል እዩ። ደጊምና እንቋዕ ናብዚ ረዚን በዓለ ናጽነት ምስ ጠሊ ኣዝመራ ብሰላም ኣብጽሓና እናበልና ክንፍለየኩም።